ምዕዛብ ናባኹም ምዕዛብ ጥራይ ዘይኮነ ከኣ ካባኹም ዝደልዮ ውን ክህሉ እዩ ኣነ ኩሉ ግዜ ካብ ምባል ኣየቋርጽን'የ ንስኹም ከኣ ረብሪብና ከይበልኩም ሼር ላይክ ብዓቢኡ ከኣ ይሃንጸኪ'ዩ ይጠቕመኪ'ዩ ትብልዎ ሃናጺ ርእይቶታት ብሃንቀውታ ትጽበዮ እየ። መቸስ እርጋን ዘይተርፍ ኮይኑ እምበር ከም እርጋን ጌሩ ዘፍርሕ የለን ግን ሕጊ ተፈጥሮ ኮይኑ ብኸምኡ እዩ ከኣ ብዛዕባ ንእስነትን እርጋንን ብዙሕ ዝበሃል ኣዋልደየ ኪዳ ዕበዳ ላዕላይ ሰማይ ዶ ኣለዋ ሜዳ እዛ እርጋነይ ባዕላ እያ እምበር ኣይደለኽዋንየ ብዛዕባ እርጋን ክዝክር እንከለኹስ ኣዴማና ዋና ገዛና እየን ትዝ ዝብላኒ ገለ ብዛዕባ ኣዴማና ወስ ክብለኩም እየ ሓደ ግዜ ነደይ ማና ሒዘያ ቪዛ ድዩ ገለ ዝሳለጥ ነይሩዋ ብሓንሳብ ናብ ሓደ ቤት ጽሕፈት ንኸይድ። ድሕሪኡ እቶም ሰባት ዓባይ ስለ ዝኾነት ኦው ኣደ ሕለፋ ኣደ ሕለፋ እንዳበሉ የሕሊፎምና ኣብ ኦፊስ ኣቲና። ድሕሪኡ እቲ ጸሓፊ ፒሮ ኣልዒሉ ሕራይ ምሉእ ሽምክን ክንነግራኒ ማና ናይ ቀሺ ሽመይ ከኣ ለተስ ግብሃ ዝወደይ እህ ኖኖ ማለተይ ሙሉእ ሽምክን ክብለክን ከለኹስ ሽምክን ሽም ኣቦኽን ሽም ኣባሓጎኽን ዋእ ኣታ ወደይ ንሶም ስኮ ምሳይ ኣይከዱን እዮም ብሂወት የለውን ዝወደይ እወ ሓቅኽን ግን ግድን እዩ ክፅሓፍ ከዓ ዘለዎ ኣደ ገሉ ዋይ ኣታ ወደይ ትም ኢልኩም ዘይትፅሑፉ ኢኹም ካብ ንጎ ንጎ ሽም ምልዕዓል ዋእ እሞ ኣደ እንታይ ድዩ መሲልክን ኣዴ ማና ግድን ክንጽሕፈሉ ዘድልየና ምኽንያትሲ ብዙሓት ማና ክመጻና ስለ ዝኽእላ እየን። እሞ ማና ንእሽተይ፣ ማና ዓባይ፣ ማና ፍትሕቲ፣ ማና በዓልቲ ሓዳር ኢልኩም ዘይትፈልዩ ኢና ትብሉ ደቀይ፣ እዚ ከመይ ገይሩ ይጠፍኣኩም ንዓኹም? ትብሎም። እዋእ ሽዑ ከምዚ ደስ ኢልዎ ዕላላ ፒሮ ኣቐሚጡ እሞ ኣትን ኣደይ ማና ክልተ ሰብ ሓዳር ወይ ክልተ ሰብ ፍቱሓት እስከ ተመጺኤናላስ ታይ ክንገብር ኢና እብለን። እዋእ ማና ብጽጋባ ዝተፈትሐት ማና ብጽጋብ ሰብኣያ ዝተፈትሐት ኢልኩም ጽሕፍዎ። ሓራይ ክልተ ሰብ ሓዳራት ተመጺኤናና ኣትን ኣደይ ማና ማና ሕጉስ ሓዳር ዘለዋ ማና ሕጉስ ሓዳር ዘይብላ ኢልኩም ትፈልይዎ ኢላቶ። ሓረ ግዜ ከኣ ነደይ ማና ንጓል ጓለን ሉና ዝደለዩስ ክሓቱለን ዝመጹ መጺኦም ሓደ ሰብኣይን ሓደ መንእሰይን ድሕሪኡ ሉና ከኣ ኣጋጣሚ ኣይጸንሐትን ኣብቲ ገዛ ወጺኣ ነይራ ኣደይ ማና ነይራ በቃ ሰላም ኢሎም ኣትዮም ገለ የዕሊሎም ገለ ጽቡቕ ዕሊሎም ሓሳብ ሽዑ ዓዲማና እህ እማ እዞም ደቂ ኣይፈለጥኩምን ሰብኣይ እወ ኣይትፈልጣናን ኢኽን ንጓልክን ኢና ደሊና ንጓልክን ደሊና ሓፂና ንጓለይ ወይ ንጓለይ ዳ እንታይ ደሊኹማ ብሉስያ ዲኹም ኣ ኣይኮናን ንመውስዎ እምበር ነዚ ወዲ ሓፍተይ ወዲ ሓፍተይ እዚ ንመውስዎ ደሊናያ እዋእ ወዲ ሓፍተኻ ስምዓኒ እንዶ ዝወደይ ኢላ ናብኡ ተጥውሕ እንታይ ትሰርሕ ትሰርሕ ዶ ኢላቶስ እወ ጎያያይ ገሊ ኢልዋ ትመጽእ ሰብኣይ ከዓ ዋእ ከመይ ዝበልዎ ጎያያይ ዓለም ሙሉ እዩ ዝዘራ ክነፍዕ መዓት እዩ እንታይ እሞ ክነግረክኒ ክነፍዕ መዓት እዩ ገለብላ ዋእ ዓለም ምልእቲ ዘራ እንታይ ትብል ኣለኻ ኢሂ'ዛ ጀርመንት ሆላንድ ኣሜሪካ ዋይ ኣበይ ዘይበጽሐ ኣበይ ዘይበጽሐ ዋይ መዓስ ዳ ወደይ መጺኡ ማማ እቲ መንእሰይ ሽዑ ማማ ሰሙን ገይረ ኣብ ሰሙን ገይረ ካብ ዝመጽእ ኣብ ወርሒ ከዓ ኣብ ስዊዘርላንድ ገይረ መጽእ ማለት እዩ ስምብል ኢላ ሽዑ ኣይ ኣይ ንሱን ንሱን ንሱን እዩ ሰብኣይ ከኣ ገሪምዎ መን እዩ ዘይንሱ ምሳና ዲኻ ወይ ኣቱም እንታይ እሞ ወይ ሓንቲ እግሪ ናብ ኣብ ጉድጓድ እእቲና ዶ ሕጂ ክንሕሱ ኮይና ወይ እታ ቆልዓ ኣነ እኮ ደስ ምበለኒ ግን እታ ቆልዓ ኣፍቃሪየይ ዶ ፈታውየይ ዶ ትብሎ ኣለዋ ሽት መንእሰይ እወ ማም ኣዴማና እዚ ንቡር ክንገብር ኢልና ኢና እምበር ኣነ ንሳን ወዲና ኢና ወዲና ኢና መፂና ገለላ ክሳኻ ወይ ኣታ ወደይ እሶም ስኻ ወዲኦሞ እዮም ወዲኦሞ ዋላ እሶም እዮም ወዲኦሞ ዝወደይ ታይማ ታይማ ክንገብር ኢና ሰብኣይካ ዋ እሞ እንታይ ተገበርና ሓይሽ ሕጂ እንታይ ክንገብር ክንፅበያ ዶሞ ነታ ቆልዓ ስዝታ ሰበይትኻ ወይ ደሓን ከምቲ ዝበልካዮ እንተኮይኑ እኮ ደሓን እያ እታ ጓለይ ከኣ እኽልቲ እንድያ ንኽልቲኦም ንኽልቲኦም እኽልቲ እያ ስጋይ ስጋይ ስጋኻ ኢሎምስ እኽልቲ እያ እኽልቲ እያ ገለ ኢላቶም ይብለኩም ሓደ ግዜ ከዓ ኣዴማና እንታይ ገይረን ንሃይለ ሰህራም ጎረቤትና ጠርጢረኖ ሕጂ ለይቲ ለይቲ ሰበይቲ ይእቱ ኢለን ጠርጢረኖ ድሕሪ ሓደ ግዜ ንዓ ሃይለ ትብሎ። ኣዴ ማና ኢሉ መጺኡ ደሓን ዲኽን ኣዴ ማና እንታይ ደኣ ኮንክን ገለ ኢሉስ ስምዐኒ ሃይለ ኣነ ገዛይ ክራኸስ ኣይደልዮን እየ ለይቲ ለይቲ ናይ መን ሰበይቲ ኢኻ ትእትወለይ ዘለኻ ኣብዚ ገዛ ኢላቶ ሰበይቲ ኣሃ ኣዴ ማና ከምኡ ኮይኑ ተራእይክን ኣሎ እምበር ኣነ ሰበይቲ እቶ ከም ገለ ዋ ማሕሲ ክትብለኒ ኣለኻ ንዓይ ኣታ ኣነስ ክዕሱ ትብሎ ኖ ኖ ኣዴ ማና ሓንስኺ ኣይኮንኩን ኢለኪ ተጋጊኺ ተጋጊኺ ኣለኺ ዲማ ኣናለ ደሓን ክንረኣይ ኢና ጽናሕ ዋ ኣብ ገዛይ እኮ ኢኻ ዘለኻ ኣብ ገዛይ ክንረኣይ ኢና ጽናሕ ጥራይ ብሓንሳብ ኣለና ኢላቶ ትኸይድ ፈኪራ ሃሎ ከይዳ ንምሸቱ ኣጸልምታ ኢላ በቲ ካንሸሎ ኣይረኣን እዩ እንድሕር ጸልሚቱ በቲ ኮፍ ኢላ ትሚ ወርሓደ ሰብ ኣይረእካኒ ብኣ ኮፍ ተልካ ኮፍ ኢላ ነይራ ሰብኣይ ወፂ ሃይለ ጥምጥምታ ኢሉ ከታ ኢልዋ ንሓንቲ ሰበይቲ ሒዙ ገዛኡ ኣቱ ቀስ ኢላ ከይዳ ዓጽያታ ሸጋጥ ብደገ። ድሕሪኡ ከኣ ንግሆ ተሲኣ ከኣ ቀስ ኢላ ከፊታታ። ኣብቲ ኣፍደገ ኮፍ ኢላ ፊት ናይታ ገዛ። ሕጂ ሃይለ ውጽእ ኢሉ ርእይ ተበለስ ኣደይ ማና ነዛ ሰበይቲ በየን ኣውጻያ። እሺ ኣደይ ማና ከኣ ኣይ ሃይለ ወደይ ከመይ ሓዲርካ ኣታ እታ ገዛ ከስ ደሓን ደላ ዋይ በቲ እኮ ዋይ ናይታ መስመር እኮ ማይ ትነጥብ ነይራ እናበለት ትቐርብ ናብቲ ገዛ። ሃይለ ከኣ ብዓይኑ ገይሩ ነታ ሰበይቲ ተሓቢእልዋ። ንስኻ ሽው ኢላ ትሕቲ ዓራት ኣትያ ነቲ ኢላ እወ እንዳበለት ኣብ ዓራት ኮፍ ኢላ ትርእይ ተበለስ መሸፈኒ ናይ ሰበይቲ ዋይ ሃይለ ወደይ ናይ መንዳሉ ዝመሸፈኒ ናይ ናይ ሰበይቲ ደኣ ትብለስ ኣ ብቐዳማይ ትዕግስቲ ሓፍተይ መጽያ ነይራስ ረሲዓቶ ብሓቂ ዋው ወደይ ማና እንታይ እሞ ገር ኢሎ ኣ ፅቡቅ ሎቱ ጥምት ጥምት ተረኣየት ምሽክነይቲ ሰበይቲ ትሕቲ ዓራት ተሓቢኣ ከላስ እግራ ንእሽተይ ተቐልቂላ እየላ ዋይ ሃይለ ወደይ ንዓመ ንዓ ሃይለ ወደይ ኢላቶ ሃደ ማና ድሓን ዲኽን ኢሏስ ዋይ ኣታ ንትዕግስቲ ሓፍትኻ ባዶ ውለላ ኢላቶስ ናይ ድሓን ገር ኢሎ እንታይ ድዩ መሲልካ ናይቲ መሸፈኒ ጨጉሪስ እኳ ደለ ምኾነ እግራ ግን ረሲዓቶ ኣብ ዝኸይዳስ ከመይ ጌራ ትንቀሳቐስ ኣላ እግራ ኣይተረዳእን ኣዴማና ማለተይሲ ኢላ እንዳመልከተት እግራ ረሲዓቶስ ብምንታይ ትንቀሳቐስ ኣላ ወይ ጓለይ ኢላቶ ጥምታ ኢለዎ ዝገብሮ ምስ ጠፍኦ ዋይ ትዕግስቲ ሓፍተይስ እንዳነገርኩዋ ከይትርስዑ እናበልኩዋ በቃ ከይትርስዑ እናበልኩዋስ ረሲዓቶ ኸይዳ ኢልዋ ሓደ ግዜ ከዓ ኣነን ኣዴማናን ቤተ ክርስቲያን ኣካይዳኒ ኣካይድኒ ኢልሃንስ ሕራይ ኢለ ንኸይድ ታክሲ ተሰቂልና ንኸይድ ሕጂ ኣጋጣሚ እቲ ታክሲስታ ን ኣደይ ማና ይፈልጠን ጸኒሑ ቁርብተይ ልበን ሸተት ከም ትብለን ከም ዘይዝክርኦ ገለ ከኣ ፈሊጡ ኣስተውዒሉ ጸኒሑ ከመይ ቀኒክን ኣደይ ማና ድሓን ዶ ይብለን እዝግሄር ይመስገን ዝወደይ እዝግሄር ይመስገን ትብሎ ድሓን ዲክን ጽቡቅ እዋይ ኣላሊክናኒ ዶ ኣለክን ዋይ ታደይ ኣነስ ኣይላለኩክን መን ዲክን ዋይ ሓቅኽን ከመይ ጌርክን ከ ዘላልያኒ ወደቦይ ወደቦይ መሓሪ ዘርኣይ መሓሪ ዘርኣይ ዋይ መን መሓሪ ዘርኣይ ኣታ መሓሪ ዘርኣይ ዝበሃል ኣይፈልጥን ኣታ ወደ መሓሪ ዘርኣይ ሰብኣይ ሰበይቱ ከማን ሕሪቲ ጓልሓትነኽን ታደይ ኣይ ሕርይቲ ትብሃል ጓል ሓትኖ የብለይን ወደይ ተጋጊኻ ኣለኻ ዋእ ኣይተጋገኹን ኣደ በዓል ረዘነ ብርሃነ ዋእ ኣዲኦም ዶ ኣይኮንክንን ኣይ እወ ሓቅኻ ግን ሕርይቲ ትብሃል ሲ ዘከርኩዋን ሕርይቲ ኣደ በዓል ንጽሃ ወይለይ ወይለይ ዝወደይ ኣታ ከመይ ቀኒኹም ደሓን ዲኹም ጽቡቕ ጽቡቕ ከመይ ንስኻ ዘለልዮ እንዲ መሲሉን ከመይ ደሓን ዶ ጽቡቕ ጽቡቕ ዋይ ሕሪትኻ ከመይ ኣላ ገሪሞት ተበስታ ኣትን ኣዴ ማና ሕሪት ደኣ ሞይታ እንደ ደገለይ ብኸያት ጀሚረን ተኸ ዋእ ታፊፍታኻ ገሪሞ እንታይ ኮንክናትና ዴማና ዝራ መዓስ ሓሊፉ ወይ ክንደይ ነገረ ክትመውት ዓሰርተ ሓደ ዓመት እዋይ እወ ዘኪረዮ ዳይ ሽዑ ጥዑይ ገይረ ስለ ዘይበኸኩላ እየ ሕጂ ክበኪ ዋእ ኣትና ኣደይ ማና ሽዑ ደኣ ነይርክን እንዲኽን በኺኽናላ ኢኽን ከዓ ጥዑይ ገይርክን ሕጂ ከዓ ኣይግዜኡን እዩ በጃኽን ኢልና ክንግደፋና ገለ ወዮ ልቢ ኮይኑ እምበር ኣታ ትማርስ ዝሞተትሉ መዓልቲ እኮ ኢና ክንዝክር ውዒልና ትብሎ ኣ ምስ መን ኮንክን ደኣ ወደይ ዘኪርክንኦ ምስ ሕርይቲ ሓደ ግዜ ከኣ ሉና ጓል ጓለን ነዴ ማና ኣምሲ ኣትያስ ኣፋ ናይ ሉና ከኣ ቢራቢራ ጨኑ ነይሩ። ቢራቢራ እናጨነወት ሰላም ምስ በለታ ዓባያ ከኣ ሃንገፍ ኢልዋ። መስተ መስተ ከም ዝሰተየትሲ ከም ዝተረድእዋ ኣበይ ደኣ ኣምሲኺ ትብላ። ናይ መዓዝ ዕለት ልደት ኣንድዩ ነይሩ ትብላ። ዋይ እንታይ ኢኻ ዕለተ ልደታ ዕለተ ልደታ ማለት ደኣ እቲ ዓባየይ ትማል እያ ተወሊዳ ዋእ መሰታ ከይኮነት እንድያ ከመይ ገይረ እያ ትማል ተወሊዳ ትብልኒ ንዓይ ትብል ዋእ ማለተይስ ዓባየስ ከም ትማል እያ ተወሊዳ ኣሃ እንታይ ደኣ ምራ ተኣፍኪ ደኣ መስተ መስተ ጨናንሉ እንዳበለ ክርስምስ እናበለ እንታይ ድዩ ኣብቲ ጥቃይ ኮይኑ መስተ ስለ ዝሰትዩ ዝነበሩስ ናይ ኮም እዩ መስለኒ ትብል ኣሃ ወይ ብኣፍኪ ገይሮም ሰትዩሞ ድሕሪኡ ናብ ከብዶም ይእትውዎ ነይሮም ማለት ኢላታ ብለቱ ብዛዕባ እርጋን ዘምጽኦ ዕላል ሊኻዐለኩም ጸኒሐ ሕጂ ድማ ብዛዕባ እርጋን ዝምልከት ሓንቲ ግጥሚ ሒዘልኩም መጺኤ ኣለኹ። እርጋን ወዮ ብርኪ ከም ዘይጎየየ ምርኩስ ተደጊፉ ደርገፍገፍ ምስ በለ ወዮ ዓይኒ ቀባሕባሕ ከም ዘይበለ ጨምታል ተቐይሩ ጸረር እናበለ ወዮ ርእሲ ከም ዘይሓሰበ ከም ዘይመርመረ ብላሽ ተቀይሩ ዓዲ ወዓለ ኣየ እርጋን እርጋን ኣረጊት እርጋን ንሞት ጎረቤቱ ልቢ ዘዘንብል ንውኖ ሰሪቁ ጎበዝ ዝነበረስ ይበሃል ሓሚቁ ዱልዱል ዝነበረስ ይበሃል ወዲቁ ጎርዞ ዝነበረት ኣጓብዝ ዝዓብዱላ ጮግራ ሰይቡ ቆርበታ ቀይራ ዘይንሳ መሲላ ኣየ እርጋን እርጋን ሕሱም ብሩህ ዝነበረስ የብሎ ድውን ግድን እዩ የለን ዝሃድመሉ ንስኻ ንስኺ ንስኹም ንስኽን ክበጽሖ እዩ ኩሉ ኣየ እርጋን እርጋን ዕዳ ዘይብሉ። ኣብዛ መደብ እዚኣ ንሓደ ስነጥበባዊ ዓዲምካ ሕቶ ዝሕተተሉ ኢዩ ማለት ኢዩ።

ኦኬ መሰረታዊ ቃንዛ ናይ ዝተጎድኣ ሰብ ምርዳእ እዩ ንዓይ ከምኡ ገይርኒ ኣባይ ኣይኮነን ኣብ ዝኾነ ኣብ ከባቢካ ትዕዘቦ ሰብ ግን እታ ዘፍቀራ ሰብ ዘፍቀሮ ሰብ ብሓፈሻ ምስ ሰኣነ እቲ ዝኾኖ ኩነት እዩ ነዚ ክፅሕፍ ቀስ ይብኒ ዝበዝሕ ዘፍቀረ ሰብ ብኣፉ ሓሳብ ክኾን ይኽእል እዩ ብልቡ ግን እቲ ዝበደሎ ጎኑ ክብደል ኣይደልይን እዩ እቲ ዝሰኣኖ ጎኑ እቲ ዘሰኣኖ ዘፍቀሮ ሰብ ዋሻ ግዜ በዲልዎ እናሃለወ ከምቲ ንዕኡ ሕነ ስኻውን ኣይጠዓምካ ስኻውን ተበደል ኢሉ ኣሕሊፉ ዝህብ ኣይኮነን ነዚኣ መበገሲ ብምግባር ኣነ ከዓ ከም ፍቓድኪ በቃ ከም ፍቓድኪ ጥራይ ስለቲ ዝበልክዮስ ንዓኺ ዘፀብቕ ጥራይ ይኹን እምበር ኣነስ ክኽእል እየ ቃንዝኡን መኩርኡን ንምባል ኢለ ዝበገስክዎ ሓሳብ እያ ከምዚ ከምኡ ይኮንኩን ከምዚ ማዕረ ከምኡ ኢለ እውን ነብሰይ ኣይሓስባን እየ ግን ቀፃሊ ዝተዓፅወ ማዓፆ ወላ ክፉት እናሃለወሲ ምዕጻው እዩ ዝዓቢ ዝመስል ወላ ግፍን ዘለ ማዕጾ ሲ እትው ኢልካ ክትከፍቶ ከም ትኽእል ትጠራጠረሉ እዋን ኣሎ ከምኡ ኣይኮንኩን እቲ ከምኡ ዘምስሎ ነገር ግን እቲ ናቹራል እዩ ገጸይ ከምኡ ክኸውን ይኽእል እየ ከምኡ ንከይከውን እየ ዝጸዕር ብሓፈሻ ከምኡ እንተኮይነ ማለት እዩ ባህሪ ግን ከምዚ ሰብ ቀሪቡ ኮሚኒኬት ዝገበረካ ምስ ተቀራረብካ ዝረኽቦ ግብረ መልሲ ከዓ ይዓቢ ንገጥፋ ክጻር እየ እንድሕር ከምኡ ኮይነ ሓንቲ ዘጋጠመትኒላ ተስሕቐኒ ነገር እያ። ንሓንቲ ኣነ ዝፈልጣ ሰብ ስራሕ እያ ደልያ ክሰርሓላ ንሓደ መሓዛኣ እዩ ወይ ኣንዳ በቃ ንብርሃን ስርሓለይ ክብለዮ ከምዚ ኢና ንፋልጥ ኢና ምስ በለቶ ባእ ኖ ብርሃን ደኣ ከምዚ ኣይትደልዮን በርከስ ኣብ ናይ ንኣሹሲ ጽቡቅ ኣይሰርሕን እዩ ከምኡ ኢልኒ ዋላ ዕልና ኮፍ ኢልና ዕልና ንራኸብ ኢና እንድሕር ደኣ እቲ ደራፊ ንእሽተይ ኮይኑ ፅቡቅ ገይረ ኣይሰርሓሉን እየ እቶም ዓበይቲ ግን ደጊምካ ትሰርሓሎም ኢልኒ ገለ ይብላ ሳዋ ይብለካ ኢና ተብለ ከምኡ ኢሉ እንዳበልኩ ገለ ገለ ምስ በላ ንዓይ ነግራትኒ ከመይ መስል ከምዚ ከምዚ ከም ዝበሃል ስሙ ገለ ዋ ኣንተ ኣነ ሰብዚ ኣይፈልጦን እየ ኢልኒ ይፈልጠካ እዩ ሻሂ ሰቲኹም ምዕሩኽ ኢኹም ገለ ገለ ትብለኒ ግን ሓደ ግዜ ሒዝከዮ ምፅ ኢለ እያ ሕዝቅያስ ኣብ እንዳ ሓደ እንዳ ሻሂ ገለ ኮፍ ኢልኩም ስኡ ቁጸር እና ኢለያ ከምቲ ዝበልኩዋ ኮፍ ኢሎም ኣብ እንዳ ሻሂ ብሓንሳብ ደው ኢላትለይ ይኸይድ ምስኣ ኮፍ ኢሉ ጸንሓኒ ሰላም ኢለያ ኣይ ደሓን ዶ ከመይ ከመይ ደሓን ዶ ገለ ኢልኒ ትፋለጥ ዲኹም ገትለኒ ትብሎ ንዑ ኣይ እወ ኣይፈልጦን እየ ኢልዋ ኣነ ከዓ ተሓተና እወ ኣይፈልጦን ኢለያ ዋላ ከም ሰብ እዩ ዘይፈልጠኒ ዋላ ከም ገጽ ብገጽ ዋላ ኣነ ምዃነይ ብርሃነይ ዘይፈልጥ ሰብ እዚ ደሓር ሰንቢዳ እዚ ብርሃነ እዩ ብርሃነ ክፍሉስ እዚ እዩ ሰለቱ እዋ እሞ ምስ ካልእ ብርሃነ ደናጊር ልማት እዩ ገለ ከምዚ ኣብ ክስታይ ኣቲ ሕጂ ሓንቲ ኣይፈልጠኒ ኮነ ኢሉ ከክፋኣኒ ድዩ ኣይደነው ግን እታ ተሳዕን ሞመንት እዚኣ ኮፍ ኢልና ሻሂ ሰይድና ሸዑ ተጠቀም ሓይልና ተላሊና ንዓ ግን ከም ዝፈልጣ ምሳይ ሻሂ ከም ሰተየ ከም ነዕልል እሞ ኣናእሽቱ ፅቡቅ ኣይሰርሐን ዓበይቲ ፅቡቅ ይሰርሐ ከም ዝበልክዎ ገይረ የዕልልዋ ጽምዋ ካብ ስራሕ ወጻኢ ጽምዋ ፈትዩ በይነይ ክህሉ በይነይ በቃ በይነይ ኣብቲ ጽምዋ ዝሓስቦ ዝኾነ ክኸውን ይኽእል እዩ እቲ ጽምዋ ግን ብስነ ስርዓት ዝተማቕረ ኣብ በይነይ ኮይነ ምግቢ ይጸልእን እየ ከይቀየሙ ለይቶም ምግብታት ኩሎም በልዖም እንዲ ዝጸልኦ ዝፈትዎ ገሊለ ክፈላለዮም ኣይደልን እዩ ብፍሉይ ዝፈትዎ ምግቢ ሽሮ እዩ ውዒ ሽሮ ምስ ዝሕልጣ ይተብ ጉዕ ጫፍጫፍ ጌርካ ብልዕዋ ሰብ በቃ ሰብ በቃ ኩሉ ሰብ ከም ሰብ ካብ ሰብ ሓልፍ ጠኒለይ ስለቲ ኣብ መደብ ልሉ ሸው እድል ሂብኩም ዝቀረብ ዝበርኩኒ